ኣብቲ ኣስመራ ጎረቤት እንዳ እሞይ ዝነበራ ሰያብ ጸጉረን እንዳሕረጉሲ ያ፣ ያ። ብጌጋ ኸ ሳንዳይ ጽርሃ ኣብ ዝብለን ነይረን ያ ኮ- ኮ- ከምኡ ኢላተን ኩሉ ግዜ እንታይ ትብለን ሳንዳይ ጽርሃ ሳንዳይ ጽርሃ ትብለን ሽዑ እሰን እንታይ ኢለና እ። ሄይ ኣቲ ቆልዓ ስቕ በሊ መን እያ ጽርሃ ኢለና ኣይ እተን እኮ ጥርሃ ተባሂለን እንታይ ከፊእወን እሞ ጥርሃ ተባሂለን ነቕዐ እግሪ ዋይ ዛሳ እንዳይ ጽርሃሲ ዋ እዘን ኣንስቲ ከተማ ደኣ ናቕዓ እግሪ ዘይብለን ንሰንን ሕኛኣንን ክጽብቓ ጉዳም እዩ። ወይለይ ወይለይ እወ ሓቅኺ እሰን ደኣ ይሓርሳ ድየ ምሕሳ ኮይነን እ? ምሳ ሱላን ዒላምን እንዳወዓላ ኩፍ ኢለን እንዳወዓላ ደኣ እንታይ ደሊኺ ነቓዕ እግርሲ እንነን ዲኺ ኣለና። ነይ ነይ ከ- ከ- ከምኡ ኣይትበሊ ኣደይ ጽርሃ እ፣ ንስኽን ንፉዓት ኢኽን ትሰርሓ ዓዲ ትውዕላ ደንበ ትኸዳ ሩባ ኩሉ ትኸዳ ኣብ ኣብ ኣስመራ ከምኡ የለን ኦኬ ሰብኣይ ይሰርሕ ኣደ ገዛ ኮፍ ኢላ ትውዕል ከምኡ እዩ ኣቡ። ዋእ ካብ እሞይን ካብ ሳንዳይ ጥራህን መነኣን ዶ ጽበቃ ሳንዳይ ጥራሃ እኮ ኣሪጋ ዝወደኣት ገረብ ኣውሐይን ትመስል።
እንታይ ኢላትኪ ሰሚዕክያ ማሓዛኺ ርግምቲ እያ ዝወደቀት ገረብ እንታይ ኢልክያ። ገረብ ኣውሒ ገረብ ኣውሒ ኢላ እዚኣ ርግምቲ እያ። እሱ ፈሊጠ ኢኻ ተጻሊእና ስለ ዘለናያ ኣይዝዕመክን እየ ዝበልኩዋ ተጻሊኣትኒ እኮ ኣይደላን። እሞ ዝኾነ ናፊቓክንሲ ትስዕማንና በላ በላ ከይትቕጽልያ ከይትቕጽልያ ጓል ሓወይ ብጀካኺ መን ኣሎ እንዲ ንዒ ሰዓምኒ መዓረይ ንዒ። ጸላእኹም ካብ ልበይ ምስ ኣውጻኹምሲ። ሄይ ሚሊ ንምንታይ ከምኡ ትብሊ

እንዳ ክንደለኹ ሕጂ ገዛ ክንኣቱ ኢና ጸባን ጎጎን ገይረልኩም ኣለኹ ደዳለኹልኩም እሳ ክትበልዑ ኢኹም ናይ ኣስመራ ክትዕሉኒ ኢኹም ኣነ ኸኣ ኣብዛ ዓዲ ኩላ ዝተገብረት እሪ ቁጥር ኣቢለ ክነግረኩም ወረኻ ንምስጥር ኣሎ ምስጥር ኣሎ ክነግረኩም እየ ገዛ ዋ እንታይ ለካ ነይሩ ዩስፍ ሓወይ ኣብ ኣስመራ ዓድናሲ ብድሕረይ ትዝመት ዘላ ኮይኑ ይስማዓኒ ሂዶ ኢለካ ነይሩ ያ ከምኡ ኢላትኒ ከምኡ ኢልክኒ ነብስኺ ይነግረኪ እዩ ንዓኺ ወይ ጓል ሃንስ ገላይ ጻዕዳ ዕራ ኣይትብል ባዕላ